ሕራይ ክቡራት ተኸታተልቲ ከመይ ውዒልኩም? ናይ ሎሚ ሓበሬታና ብጣዕሚ ዝገርም እዩ። ያው በዓላቶም ጭጉራፍ ጭጉራፍ በዓላ ትሃርም በዓላ ተዕውይ ኮይኖም ነገር ሕጂ ሓገዝ ሓገዝ ሓገዝ ትብል ኣላ ኣሜሪካ ሓግዙኒ ርድኡኒ ትብል ኣላ ኣብ ዩናይትድ ዓረብ ኤምሬት ከማን ሓደ ሓደ ስጉምትታት ምውሳድ ጀሚራ ኣላ እቶም ስጉምትታት ብምልኦም ናባኻትኩም ክነብል ኢና ናይ ሎሚ መደብና ክንጅምር ኢና ኣብዚ መደብና ርእይትኹም እንተ ኣለኩም ርእይትኹም ሃቡና ካልኦትን ሓበሬታታት ኣለው ነዚኦም ኩሎም ናባኻትኩም ከነብል ኢና ክቡራት ተኸታተልቲ ነዚ ቻናልና ሼር ላይክ ሰብስክራይብ ብምግባር ተሓባበሩና ሕጂ ናብቲ መደብና ክንኣቱ ኢና ኣብዚ መደብና እቲ ናይ መጀመርያ ዝኸውን ሓበሬታ ፖላንድ እዩ። ፖላንድ ናይ ኣሜሪካ ወታሃደራት ካብ ጀርመን ናይ ምውፃእ ምቅርራብ እንዳተኸታተለት እያ። ዝሰማዕናዮ ነገር ዘረጋግእ ኣይኮነን ክትብልን ስግኣታ ፈጢራ ኣላ። ቀዳማይ ሚኒስትር ፑስኪን ፖላንድ ምስ ጀርመን ካብ ጀርመን ዝወጹ ወተሃደራት ናብ ኣሜሪካ ናይ ኣሜሪካ ወተሃደራት ክመላለስ ይትረፍ ናብ ኔቶ ምብራቓዊ ክፍሊ ከም ዝዛወር እዩ ሓቢሩና ግን እቲ ዘሎ ኩነታት ናብኡ ኣይኮነን እዩ ናብ ኣሜሪካ ክምልሶም እዩ ዝደሊ ዘሎ ስለዚ ንሕና ጉድ ኮይና ኣለና ክብል ሓቢሩ ኣሎ ማለት እዩ። ንሓሜሪካ ኣሚንካ ፈራዕራዕ ምባል ዋጋ እዚ ከም ዘኽፍል ኣብ ኣፍሊጣ ኣላ ማለት እዩ። ዶናልድ ትራምፕ ናይ ደቡብ ኮርያ ናይ ሆርሙዝ ወሽመጥ ከም ብሓድሽ ንምኽፋት ብዝግብር ጻዕሪ ክትተሓባበር ጻውዒት ጌሩ ኣሎ። ደቡብ ኮርያ ንዕበጃኺ ሓግዝና ኣርክብና ይብሉ ኣለዉ። መሓዙትና ኩሉኹም ንኣሜሪካ ትፈትዉ ፈተውቲ ሰላም ዓለም መጺኹም ተሓባበሩና ክብል ዶናልድ ትራምፕ ጻውዒት ገይሩ ኣሎ። ነዳዲ ብስርዓት ክተሓላለፈልኩም እንተድኣ ኮይኑ ኣብዚ ቃልሲ ክትኣትዉ ኣለኩም ዝብል ጻውዒት ኣቕሪቡ ኣሎ። ቅድሚ ሕጂ ንኢራን ክንድምስስ ኢና ደምሲስና ኢና ወላ ሓንቲ ነገር ተምጽኦ ነገር የለን ዝብል ዝነበረ ሕጂ ልማኑ ኣትዩ ኣሎ። ሕጂ እውን ባዕሉ እዩ ጀሚሮ ዶናልድ ትራምፕ መራኽብ ከጸግዕ'የ ከሕልፍ'የ ኢልካ ሓያል ንምምሳል ዝተገብረ ወፍሪ ሕጂ ውርደት ኣምጺኡሉ ኣሎ ማለት እዩ። ስለዚ ኣርከቡና በጃኻትኩም ኣድሕኑና እንዳበለ እዩ። እቲ ካልእ ናይ ህንዲ ናይ ወጻኢ ጉዳይ ሚኒስትር ኣብ ሆርሙዝ ሰርጥ ኣብ ሆርሙዝ ሰርጥ ገይሮም ዝሓልፉ ናይ መራኽብ ጉዕዞን ናይ ንግዲ ካብ ማላዕ ዓለም ለኸ ሕጊ ብዝመጣጠን መልክዕ ምንም ዕንቅፋት ከይገብሩ ፃውዒት ምሕፅንታ ኣቕሪቡሎ ማለት እዩ። እቲ ካልእ ኢራን እያ። ናይ ኢራን ኣቤታዊ ዘብ ብዘመቻ ፍሪደም ፕሮጀክት ናይ ንግዲ መርከብ ንምውጻእ ናብ ሆርሙዝ ሰርጥ ንምእታው ዝሞከረ ናይ ኣሜሪካ ባህር ሓይሊ መርከብ ሃሪማ ከም ዝመለሰታ ተሓቢሩ ኣሎ። እቲ ካልእ ድማ ትራምፕ እዩ። ትራምፕ ንፎክስ ኒውስ ብዝሃቦ ቃለ ምልልስ ኢራን በዚ ዘመቻ ፕሮጀክት ፍሪደም ዝሳተፉ ናይ ኣሜሪካ ጦር መርከባት ዕላማ ዕላማ ዝገበረ መጥቃዕቲ እንተድኣ ፈጺማ ካብዚ ዓለም ካርታ ከነጥፍኣ ኢና ኢሉ ኣሎ። ግን ትራምፕ ከም ዝፍክር ዳሕራይ ድማ ክልምን ኢና ንርእዮ ዘለና። ናይ ሕቡራት ዓረብ ኤምሬት ናይ ትምህርት ሚኒስተር ቤት ትምህርቲ ከም ዝዓጸወን ተምሃሮ ክሳብ መጨረሻ ዓርቢ ትምህርቲ ብኢንተርኔት ክከታተሉ ምውሳኑ ኣፍሊጡ ኣሎ። ስለዚ ቤት ትምህርቲ ተዓጽዩ ኣሎ ማለት እዩ። ናይ ሕቡራት ዓረብ እምሪት ናይ ሃገር ውሽጢ ጉዳይ ሚኒስተር ናብ ሃገሪቱ ክትኮስ ዝኽእሉ ናይ ሚሳኤል ስግኣት ስለ ዘሎ ሰብ ድሕንነቱ ክሕሉ በቡትኡ ከጸንዕ ሓቢሩ ኣሎ ማለት እዩ።

ኣነ ኣብቲ ባሕሪ እየ ዘለኹ። እዚኣ ትርእዩዋ ዘለኹም መርከብ ናይ እስራኤል እያ። ንዓ ውጽኣያ ሰብኣይ እንተ ድኣ ዄንካ እያ ትብል ዘላ። ስ፣ ኢራናውያን ሕጂ ብምሉእ ዓቕሞም፣ They say he might be the ብዝምሉእ smartest ዓቕሞም፣ farmer alive. ብምሉእ፣ ብምሉእ ዓቕሞም፣ እ፣ ሰብኣይ ሰበይቲ የለ ኩሉ ንሃገሩ ንክኸላኸል እዩ ወፅዩ እዚኣ ሕጂ ኣብቲ ሆርሙስ ሰርጥ ኮይና እያ ትዛረብ ፊት ንፊት ገጢማ ኣብቲ ናይ እስራኤል መርከብ ኮይና ማለት እዩ ስለዚ እዚ ናይ ኣሜሪካ ስዒድካ ፈኸራ ወላ ሓንቲ ውፅኢት ከም ዘየምፅእ መርኣያ እዩ ማለት እዩ ስኻ ሰብኣይ እንተ ኮንካ ንዓ ንፅበየካ ኣለና እያ ትብል ዘላ ጓል ኦ ሰበር መፅኡ ኣሎ ክቡራት ተኸታተልቲ ሰበር ሰበር ሰበር ሕቡራት ዓረብ ኤምሬት ኣብ ወሽመጥ ኢራን ኣብ ልዕሊ ብዙሓት ሲቪላውያን ወተሃደራዊ ዕላማታት ሕነ ናይ ምፍዳይ ዝዓለመ መጥቃዕቲ ነፈርቲ የካይዱ ከምዘለዉ ተሓቢሩ'ሎ። ካብ ቦታታት ሓይሊ ባሕሪ RGCA ክሳብ ኣብ ባንደር ዓባስ ዝርከቡ መሳለጥያታት ፔትሮኬሚካል ከምኡ'ውን ኣብ መላእ ግዝኣት ሆርሙዝ፣ ጋዛ ዝርከብ ካልኦት ቦታታት ተወሳኺ ደሴት ቀሽም ዒላማ ኣብ ዝገበረ ከምኡውን ብሜራጅ ክልተ ሽሕ እዝባር ትሽዓተ EAD፣ ኤስ ሓዊስካ ብናይ ሓይሊ ኣየር ኢማራት ዓረብ ነፈርቲ ውግእ ይውቃዕ ከምዘሎ ይንገር ኣሎ። ዕጡቓት ሰብ ኣልቦ ነፈርቲ ሓይሊ ኣየር ዓረብ ኢማራት ኣብዚ መጥቃዕቲ ነፈርቲ ይሳተፉ ከምዘለዉ ዩኤስ ኣብርሃም ሊንከን ዝንቀሳቐስ ነፈርቲ ውግእ ሓይሊ ባሕሪ ኣሜሪካ እውን ኣብዚ መጥቃዕቲ ምስ ነፈርቲ ኢማራት ብሓንሳእ ምህራም ከምዝጀመሩ ተፈሊጡ ኣሎ። ሕጂ ዕንወት ክመጽእ እዩ። ኢራን ከማን ነቲ ኣብ ዩናይትድ ዓረብ ዘሎ ናይ ቱሪስት ቦታታት ክተኣርም እያ እዚ ፍሉጥ እዩ እዚ ብጣዕሚ ሓደገኛ ዓንቶይ ሓደገኛ ነገር እንዳተጀመረ እዩ ዝበልኩኹም ነዚ ኢራን ሕጂ እቶም ዓበይቲ ብሩጅ ከሊፋ ገለምታ ዝበሃሉ ክታርም እያ ሕነ ክትፈዲ እያ ስለዚ ዩናይትድ ዓረብ ዕምሪት ብጣዕሚ ኣብ ሓደጋ እያ ዘላ ሕጂ ኣብ ሓደጋ እያ ዘላ እዚ ዘዋጽእ ኣይኮነን እስራኤል እና ኣሜሪካ ገዲፎማ እዮም ዝኸዱ እስራኤል እቲ ዕላማኣ እንታይ እዩ እዚ ሕጂ ትገብሮ ዘላ ነንሕድዶም ተባልዖም እሳቶም ምስ ዓነዎ እቲ ቦታ ከይዳ ትቆጻጸሩ ሃገር እዩ መሬት እዩ ክትብሎም እያ እዚ ምንም ምንም ጥርጥር የብሉን እዚ ከምዚ ክትገብር ምንም ጥርጥር የብሉን እዩ ሕጂ እሳቶም ንዑ መንገዲ እዮም ዝኸፍቱ ዘሎ እዚ ሕጂ ዝግበር ዘሎ ውግእ ኣንፈቱ እንዳቐየረ እንተድኣ ከይዱ ኣብ መጻኢ ከቢድ ነገር ክኽሰት እዩ። ሃገራት ናይ ምፍራስ ዕድል ኣለዎም። እቶም ዝፈርሱ ሃገራት ድማ ፍሉጥ እዩ እቶም ዝፈርሱ ሃገራት ፍሉጥ እዩ። እዚ ድማ ብጣዕሚ ሓደገኛ ዝኾነ ነገር ተኸሲቱ ኣሎ። እዚ ንሕቡራት ዓረብ ኤምሬት ጽቡቕ ኣይኮነን እዩ ጽቡቕ ኣይኮነን እዩ። ከም እታ ተዓጊሳታ ዘላ እንተትዕገስ ጽቡቅ ነይሩ ግን ሕጂ ነገር ናብ ካልእ ማዘን ይኸይድ ኣሎ ሕቡራት ዓረብ ኤምሬት መጥቃዕቲ እንተዳ ጌራ ኣብቲ ውግእ ብዕሊ እንተዳ ኣትያ ኸላስ ኢራን እቲ ዘለዋ ሙሉእ ሓይላ ናብቲ ከተማታታ ክትገብር እያ እቲ ከተማታት ክዓኑ እዩ ብዙሕ ሰብ ክመውት እዩ ብዙሕ መሰረተ ልምዓት ክፈርስ እዩ ኤሜሬት ናብ ቀደማ እትምለሰሉ ነገር ክፍጠር እዩ ማለት እዩ ስለዚ እዚ እዩ እታ ዓንቶይ ሓደገኛ እዩ ሓደገኛ እዩ ሓደገኛ እዩ ሓደገኛ እዩ ዘብለኒ ዝነበረ ሕጂ ግን ነገር ተወላሊዓ ስለ ዘላ እቲ ዝመፅእ ክንርኢ ኢና ማለት እዩ እቲ ዝመፅእ ክንርኢ ኢና ሕቡራት ዓረብ ምሪት ንምንታይ ናቶም ጉዳይ ኣፈፃሚ ከም ዝኾነ እታ ኣይተረዳንን ፅቡቅ ናብራ ፅቡቅ ዕድላት ነይርዎም እቲ ጽቡቕ ናብራን እቲ ጽቡቕ ዕድላትን ኣብ ክንዲ ኣጽቀጥ ኣቢሎም ዝጥቀምሉ ኣብትን ኣብትን ይኣትዉ ኣለዉ ሕጂ ምስ ኢራን ምግጣም ማለት ቀዳማይ ዓቅሚ የብላን እያ ሕቡራት ዓረብ እምሪት ምስ ኢራን ንክትገጥም ዓቅሚ የብላን እያ ኣሜሪካን እስራኤልን ገዲፎም እዮም ዝኸዱ እቲ ሽዑ እንታይ ክትገብር እያ ብሓባር ክንርኢ ኢና ግን ኣብ ሓደገኛ ኩነታት እቲ ኩናት ኣብ ሓደገኛ ኩነታት ይኣትው ኣሎ። እስኪ ክንርኢ ኢና ክቡራት ተኸታተልቲ፣ እዚ ናይ ሎሚ መደብና ነዚ መስል ስለተኸታተልኩም የቐንየለይ። ምሸት ብካልእ መደብ የራኽብና። ቻው ቻው።